ሎማዓንቲ ለምፀእኒ ጉዳይ ብጣዕሚ መተሓሳሰቢ ጥብቂ ዝኾነ መተሓሳሰቢ ጉዳይ እዩ ሒዘልኩም መፀ ምናልባች ለወዳትኩም ለጓላትኩም ብጣዕሚ ይጠቅም እዩ ልብል መረጃ እዩ ሒዘ መፀ ማለት እዩ ተቐመጥቲ ነበርቲ ስዑድ ዓረብ ከባቢኣም ዝኾንኹም እዛ ቪድዮ እዚኣ ትርእዩ ኩለኹም ንእሽተን ትጠቕመኩም እያ ብልብል እየ ሒዘያ መፀ ማለት እዩ ሎማዓንቲ በተለይ በተለይ ኣጓላት ለለኽን ኣጋይሽ ባሕረኛታት ልኾንክን ነባራት ዋላ ትኾና ትኽእል ኢኽን ማለት እዩ። እዚ ኢንፎርሜሽን ግዴታ ክትሰምዖ ስለለለክን እዩ። ሃምዚ ዝፍለጥ ኣብ ስዑድ ዓረብ ዝኾነ ዕግርግር እኒኦ ማለት እዩ። ዕግርግር እኒኦ ኣብ ስዑድ ዓረብ ብቻ ይኾነ ኣብ መላእ ሃገራት ትሪኦ ኣለኽን ዕግርግር እኒኦ ምናምን ማለት እዩ። እና ከብድና ሓቂፍና ኢና ንሓድር ኣለና። ብጣዕሚ ብፍርሒ ብጣዕሚ ብልተወጠረ ኣነ ንባዕለይ ካብዛ ጦርነት ትጅምር ዝተባሃለትሉ ብጣዕሚ ረኣየኦ ያው ፓስፖርተይ ኣየሐዲሰዮ ነይረ ምናምን ግን ኣጋጣሚ ኮይኑ ለደንጎየኒ ምክንያት ለዓደይ ልከይ ከድ ለደንጎየኒ ምክንያት ማለት እዩ ያው ቅርሺ ስለለለኒ ምስኣቶም ማለት እዩ ምስዞም ሰብ ገዛ ቅርሺ ስለለይሃውኒ ናጋናጋና ዋልኒ እሱ እየ ልፅበ ኣለኹ እምበይ ምንም ለደናጉየኒ ሰዓት ስየ ምነበረ ስካዕ ከዚ ክኸድ ነይረ እየ ማለት እዩ ለዓደይ ሃምቲ ረኣኻናኒ ፓስፖርት ምናምን ኢለ ሰሪሕልክ ነይረ ማለት እዩ እና ኣብዚ ካብ ሃለኹ ግን ማለት እዩ ሃምዚ ሃማየ ኣሕዋተይ እፍልጦ ለለክን ለየብልክን ምናምን ክትርድኦ ለለክን ማለት እዩ ኣብዝና ከዚ ኩናት ከዚ ትሪኣን ለኽን ኣነ ኣብዛ ገዛ እኒኦኹ ማለት እዩ ዝኾነ ኢንፎርሜሽን ዝሰምዖ ምንም ነገር የብለይ ዋላ ለቐብለኒ ሰብለ የብለይ ማለት እዩ። ሓደ ነገር እኳ ተተፈጢሩ ቢያንስሲ ምንም ልነግረኒ ሰብስ የለ በቃ ኣብዚኣ ተዓቢጠ ኣብዚኣ ክሞት ኣለኹ ማለት እዩ። ስለዚ እንታይ ትገብራ ኢኽን መሲልክን ዝኾነ ካብ መንግስቲ ልባሃው እንትንዮ ካብ መንግስቲ ልባሃው መሰጅ ይመፀክን መሰጅ ማለት እዩ ከዚ ካብ ኣብ ቲክቶክ ትውዕላ እዛ ግዜ እዚኣ እስካዕ ትሓልፈልና ማለት እዩ ካብ ኣብ ቲክቶክ ትውዕላ ወይ ኣብ ፌስቡክ ትውዕላ ማለት እዩ ልኾነ በቃ ንዓረብ ልኾነ ልመፀክን እዛ መተርጎሚት ወይ ኣውሪድክን ምናምን እዚ ዓረብ ለይትፈልጣ ፅሑፍ ማለት እዩ እዚ ታእዩ ገለ ኢልክን ወይ ታእዩ ኣርእና ገለ ኢልክን እዛ መሰጅ ትመፀክን ማለት እዚ መሰጅ ታይ ይመስለክን ልመፀክን ተጠንቀቕ ልዓይነት እዩ ተጠንቀቕ ከዚ ድሮን ክትድብድ ልመፀት ወይም ልኾነ ነገር ሓደጋ ልክመፅእ እሳቶም ይፈልጥዎ እዮም እዞም መንግስቲ ማለት እዩ ስለዚ ተጠንቀቅ ልክብሉ ማለት እዩ መሰጅ እዮም ልሰዱልካ ተረዲእክ እንድዩ መሰጅ ይሰዱልካ ከዚ እዛ መሰጅ ትከታተልዎ እኒኦኩም ማለት እዩ እቲ መሰጅ ትከታተልዎ እኒኦኩም ደንቢ ከዚ እዞም ሰብ ገዛ ልዋዕሎም ልዓርሶም ከድሕኑ ካብ ገዛ ሓዲጎም ኹን ላብ ካልእ ዓዲ ይኸዱ ይኽእሉ እዮም ምክንያቱ ልደቆም ሒዞም ሰራሕተኛ ግን ሰራሕተኛ ምዃና ስለ ለይተርፋ ኣብ ገዛ ኮፈሊ ወይም ኣብ ገዛ ጽንሕና ኣብ ዝኾነ ቦታ በጺሕና ንመጽእና ምናምን ተይሎም ኽን ማለት እዩ ኬት ሽወዳ ወይም ምስኣቶም ይኽን ትኸዳ ወይም ደሞ ዝለክን ለኹ መሴጅ ብደንቢ ተኻታቲልክን ብደንቢ ርኢኽን ላብ ጽኑዕ ዝኾነ ቦታ ላብ ሰብ ሰብ እኳስ ቢያንስ ሰብ እኳ እንድሕና ጎየ ርኢኽን ኾንክን ምስኡ ተኣይልክን ትጎያ ካብ ገዛ ተዓቢጥክን ትሞታ ማለት እዩ ተረዲክን ድዩ ብጣዕሚ ኣስጋኢ ብጣዕሚ ኣጠራጣሪ መፍርሒ ዝኾነ ግዜ ስለ በጻሕና ማለት እዩ። ብጣዕሚ እዩ መፍርሒ ግን ኣነ ከዚ ንባዕለይ እዞም ሰብ ገዛሲ ኣጋጣሚ ኮይኑ ዓንተቦ መውፂ ነይሩ ሓደ ሰብኣይ እንታይ እዩ ገለ ሃመ እዩ ግዛዕ ምዛዕ ኢለ እዩሲ እንታይ እዩ ዝኾነ ግዛዕ ተሃሊሲ በይዛኹም ንገሩኒ ኢኹም እኳ ገለ ኢለስ ኣይ ምንም የለ ገለ ኢልኒ ጸጥ ኢሉ ማለት እዩ ግን ዝመሰጅ ሃም ንመጸካ ግን ካብ ካሊእ ዓዲ ከዚ ዱባይ እኒኦ ንኣብነቱ ዱባይ ኣዕሩኽተይ እኒኦኣኡ ደው ኢለ ጠይቕ ኣረጋጊፀ ማለት እዩ ኣይ ተጠንቀቕ ልክበሃል ሲ ልኾነት መሰጅኛኣ ሲ ይመፀካ እዩ ይልእኹልካ እዮም ሓደ ግዜ ተስታውስ ተኾንኩም ዝኾነ ሓደጋ ይፍጠር እዩ ገለ ተባሂሉ ዝኾነ ጭጭጭጭ ልብል ላብ ቴክስትና ልኢኾምልና ነይሮም ላብ ሞባይልና ማለት እዩ ሃምስትራክ ልዓይነቱ ልኢኾምልና ነይሮም ንሓደጋ ምልክት ልመስል ማለት እዩ ጭጭጭጭጭጭ እይልብል ማለት እዩ። ከዚ ሃምኡ ዓይነት እዮም ክልእኹልና ማለት እዩ። ሃምኡ ዓይነት ስለ ልልእኹልና ተጠንቀቕ፣ ትመፅእ እያ እሳ ትድብሪ እያ ተጠንቀቕ ላብ ውስን ላብ ውሕስ ልኾነ ቦታ እተይ ገለ እዮም ልብሉ ማለት እዩ። ከዚ ላ ሃመይ ቦታ ተኣትያ መሲልክን ኣሕዋተይ ከዚ ልኾነ ላው ግራውንድ እኒኦ ላው ግራውንድ ማለት ላብዚ መኪና ልዓርፋሉ ሓቀይ ታሕቲ እኒኦ እንታይ ይበሃል እዚ መኪና መቐመጢ ኣብዚ ታሕቲ ማለት ኣብ ታሕቲ እኒኦ ሓቀይ ላብ ፅርግያ ላብ ስፓልት ተይኮነሲ ኣብ ታሕቲ እኒኦ ኣብዚ ታሕቲ ግራውንድ መኪና ልዓርፋሉ ገለ እኒዋ ምክንያቱ እዚ እኳ ዋላ ተወቂዓቶ እዚ ሲ ሞሽለኽ ብላን እክን ማለት እዩ ሞሽለኽ ለለዎ እዚ መኪና ምውፅ እኒዎ ሓቀይ ሞሽለኺ መኪና ልትኣቶ ኣብዚ ፓርኪንግ ልበሃል እኒኦ ፓርኪንግ ኣብዚ ታሕቲ ልቕመጥ ማለት እዩ ኣብዚ ታሕቲ ትሕቲ መሬት ንሳቶም ለቕምጥዎ እኒኦ ፓርኪንግ ልበሃል ተቐዳዲምክን እዛ መሰጅ ትመፀክ እንተላ ላውዚ ፓርኪንግ ተኣትያ ማለት እዩ እና ብልተኻእለክን መጠን እንድሐ ዓሞታትኩም ምናምን ጥዑያት ኮይኖም ሃምኦ ይገብሪ ሓዲጎምክን ኣይኮዲ ምናምን ግን ኣብዛና መጨረሻ ሰዓት ትኾን ተሎ ግን ልደቆሚ ልቦይተሰውሚ እዮም ልሕቡር እምበይ ለኣና ለከስታው ስሉሲ ዕድል የውሎሚ ንዓላ ጉዳይ ተወፀት ትውፃእ ተቐረየት ትቕራይ ለዓይነቱ እስካ ክውሉና ኣይ ንፀበ ማለት እዩ ናባዕልና ሲስተም ንጠቐም ተረዲእክ እንዲዩ ተኾነ ተኾነ ሰላም ይግበረልና ልኹለና ንሕናለ ቅርሽና ንስውስወሉ ጥዕናና ንሕልየሉ ሰላም ይገረልና ልኩለና ባእሰ እዩ ንድሊ ማለት ልኩሉ ዓለም ጥራሕ ልስዑዲ ቴሌኮነሲ ለኩሉ ዓለምሲ ሰላም ይግበረሉ ፈጣሪ ሰላም ኢና ንምነ ማለት እዩ ጸሎት ጸልያ ጸሎት ብልተኻለክን መጠን ጸሎት ጸልያ በቃ ኤት ፍርሓለ

ተመሊስክን ቸክ ትገብሮ ሞባይልክን ቸክ ትገብሮ ኣነ ብጣዕሚ ናዙ ስዑዲ ለሎ ስደተኛ ብጣዕሚ ኢለ ተሓሳስበኒ ብጣዕሚ ማለት እዩ ከዚ ከምቲ ዝፍለጥ መንገዲ ተዓፅዩ ገለ ይበሃሎ ከዛ ከም ልቡ ክኸድ ላዓዱ ክኸድ ኣይኽእል እዩ ሰብ በቃ ብቲኣ ብቲኣ ኢሎም ስለዝሓዝዎ ብጣዕሚ እዩ ተታሒዙኒ እዩ ከዚ መንገዲ ተዓፅዩ ደሞዝካ ለይሓዝካ ምንም ነገር እሞ ለይሓዝካ ህንደይ ነገር ክትሰርሕ ዝሓሰብካዮ ምናምን ኣብ ከምዚ ነገራት በቃ ክፉእ ሰዓት እትኾን ተሎ ዝኾነ ናብ ባዕልካ ብልሓት ናብ ባዕልካ ጥበብ ኢኻ ትፈጥር ማለት እዩ ሰራሕተኛ ካብ ሰራሕተኛኡ ኣይሓልፊ ሓደ ሓደ ፈጣሪ እግዚኣብሄር ፈሪሃ እግዚኣብሄር ዘለዎ እዩ እዚኣ ለሃንጓልና ንሪኣ ምሳና ትኸይድ ገለ ኢሎም ሒዞም ካልኸዱ እምበይ ሓደ ሓደ እኒኦ ሰይጣውንቲ ማለት እዩ ርጉማት ኣዕራብ እኒኦ እዮም ገዲፎም ካልኸዱ እንታይ እትኒ እዚኣ ሰራሕተኛ ዳኹንቲ ካብ ሰራሕተኛ ለይትሓልፍ ተደልያ ትውፃእ ተደልያ ትሕደጎ ምናምን ስለልብሉ ናብ ባዕልክን ሲስተም ትጥቀማ እኒኤክን ተረዲእክን ድዩ ዝኾነ ጎው ትትል ተሎ ማለት እዩ ካብ ገዛ ኮፍ ትብል ጉዳይ ኢልካ ወፂኻ ላው ግራውንድ ትኣቲ ማለት እዩ ላው ግራውንድ ትኣቲ ካብኡ ፈጣሪኻ ማለት ፈጣሪኻ ኣንሕና ሓበሻ እንበሃል ኣብ ዓዲ ህንደይ ጭንቂ ኣሕሊፍና መፂና ኣብዚ እውን ትሪኣላ ኣለኺ ንፍተን ኣለና ማለት እዩ ከም ወርቂ ኢና ንፍተን ኣለና ማለት እዩ እንድዒ ልሓበሻ ሲ ልሓበሻስ ዝኹላይ ፈተና ብጣዕሚ እዩ ዝገርመና ኣነ ብጣዕሚ ማለት እዩ እና በተለይ በተለይ ኣትን ኣጋይሽ ለለኽን ኣትን ሓድሽቲ ዝኾንኽን ምናምን ኣጀኹን

ኳታር ኳታር ይቅርታ ኣብ ኳታርሲ ሓምኡ ገዲፎም ማለት ክወፅስ ማለት እዩ እንታይ ድዮም ኢሎማ ሓሙሽተ መዓልትሲ ኣብ ዝኾነ ኣብ ባሕሪ ተዝናኒና ንመፂና እሞ ኣብዚ ፅንሒ ኢሎማ ማለት እዩ ኣብ ገዛ ፅንሒ ኢሎማ ማለት እዩ ሓሶኹም ድኹም ሓሙሽተ መዓልቲ እሳቶም እስካዕ ልረጋጋዕ ኢሎምሲ ኣብ ገዛ ገዲፎማ ክኸዱ ካብኡሳ ወዲያውሉ ፖሊስ ደዊላ ማለት እዩ ልዕሩኽታ ተነጊራ ካብኡ እዛ እዞም ዘን ኣዕርኽታ ለ ልፖሊስ ደውሊ ለንኣ ልፖሊስ ደዊላ እታ ቆልዓ መፂኦም እቶም ፖላይስ ልዞም ሰብ ገዛ ደዊሎም ንዑ ተመለሱ ነገር ከይተምፅኡ ንዑ ተመለሱ እዚኣ ከ ጓል ሰብ የኾነት ድያ ልምንታይ ሃምዚ ኢሎም እስካዕ ቐፅዓት ወፂዖም ተቐፂዖም ማለት እዩ እዞም ሰብ ገዛ ዝተቐፂዑ እና ሃምዚ ስለ ለጋጥም ቢያንስ ንፈልጦ ኢና ተኣቲኪ ምናምን ትብላ ከይትኾና ግን ኣነ ትና ትግራይ ኹናት ርእየ እየ ብደንቢ ገይረ ማለት እዩ ትና ትግራይ ኹናት ርእየ እየ ብደንቢ ማለት እዩ ህንደየናይ መስካሕክሒ ህንደየናይ መቑሰልቲ መስዋእቲ ሃምለ ኣለዎ ማለት እዩ ብደንቢ ገይረ ስለ ዝረእኽዎ ስቃዩ ብደንቢ ገይረ ስለ ዝረእኽዎ ማለት እዩ እና እዞም ኣሕዋትና ዝተወቕዑ ወይ ልሞቱ ኣባና ልከይድገም ቢያንስ ብልተኻእለና መጠን ንእሽተይ ጥንቃቄ ልክንገብር እየ እዛ ቪድዮ እዚኣ ልሰርሓ ኣለኹ እና ኣብ በረኻ ለለኹም ኣሕዋተይ ኢለ ኣብ በረኻ ለለኹም ማለት እዩ ኣብ በረኻ ማለት ካብ ኣነ ከዚ ልባዕለይ ኣብ ሪያድ ከተማ ስለ ዝኾንኩ እየ ልፈርሕ ኣለኹ ተረዲእክ እንዲዩ ዓይኒ ቦታ ዓይኒ ዋና ከተማ ስለ ዝኾነት እዚኣ ናይ ስዑድ ዓረብ ከተማ ስለ ዝኾነት ሪያድ ብጣዕሚ የጋጥም ለይክእል እዩ ለይ ከጋጥም ለይክእል እዩ ማለት እዩ ግን ምጥንቃቅ ልመስዎ የለይ ማለት እዩ ምጥንቃቅ ልመስልዎ የለይ ኣብ ቦደው ቦደው ገለ ለለኹም ኣብ በረኻታት ለለኹም ማለት እዩ ኣይ እዚ ገጠር ደኣ ኾነ ምንም ኣየጋጥ ኣቱም ኣግማል ትሕልዩ ምናምን ማለት እዩ ኣወዳት ሃማና ሰራሕተኛ ደቂ ዓድና ልኾንኹም ማለት እዩ እዚ ምንም ኣየጋጥም እዩ ምናምን ኣይትበሉ ማለት ልኾነ ነገር ዋላ በረኻ ይኹን ዋላ ገለ ይኹን ዝሮ ዝሮ ሓንቲ ግዜ ተኩሲ ተተጀሚራ ሪኢኹሞዶ ኢራን ጽቡቕ የረኸበት ፍሊስጢን ጽቡቕ ፍሊስጢን በተለይ ሪኢኹማ ኢኹም ባዳ እያ ኮይና ኣነ እትኣተ ኣለኹ ካብ ዓደይ ላውዘይ ፍሊስጢንና እስራኤል እናተዋግኣ ነይረን ማለት እዩ ከዚ ፍሊስጢን ጠጠው ኣቢላ እያ በቃ ባዳ ኮይኑ ተዓዲ ሪኢኹሞ ባዳ ኮይና ማለት እዩ ሓደ ግዜ ተኩሲ ተተጀሚሩ ማለት እዩ ወይ መጽንዒ ኢካ ላብ ቤተሰብካ ለለዎ ላብ ደቂ ዓድካ ምናምን ለለዎ ኢካ ክትሕውሰል ለለካ እምበይ ኣውዚ ልቶም ኣዕራብ ናተጸበካ ኣውዚ ክትጡቅጠቅ ኣይኮንካይ መድሃኒኣለም ኣቦይ ካብ ወጺካ ምትራፍ የድሕነና ኣምላክ እምበይ ልኮነ ነገር ልከይፍጠር ግን ወላ ኣብቱም ገጠር ኣብቱ ባራ ርያድ ለለኹም ይኹኑ ወላ ኣብ ውሽጢ ርያድ ለለኹም ይኹኑ ብልተካኣለኩም መጠንሲ ጥንቃቄ ልክትገብሩ ማለት እዩ ጥንቃቄ ኣነ ፈሊጠ ይኮንኩምይ ካባኹም ኣነ ፈሊጠ ኣይኾንኩይ ግን ትስቃዩ ትመንክርኡ ርእየ ስልመሉመፃ ኮፍቲ ዓደይ ካብኡለ ኣብዚ ዓድና ለ ብጥይት እዩ ኣብዚ ኣብ እኳስ ብጥይት ይሐሽ እዩ ማለት እዩ ኣብዚ ግን ብድሮን ብምሳኤል

ወይ ሰብ ላው ልገይል ላው ጥዑይ እዞም ፓኪስታን ኒኦ ባንጋል ኒኦ ምናምን እሶም ቦታ ይፈልጡ ቋንቋ ይፈልጡ ምናምን ናብ ብዙሕ ዓመት ዝነበሩ ምናምን ስለዝኾኑ እዙይ እሳቶም ላብ ጥዑይ ቦታ ተተወሲኖም ምሳእቶም ውግያይ ምሳእቶም ምኻድ እዩ ዝበለፀ ካብኡ ወዲ ዓድኻ ተግኒኻ ምስ ወዲ ዓድኻ ትሕውሰል ማለት እዩ እንድሐ ወዲ ዓድኻ ለይረኸብካለ በቃ ካብዚ ገዛ ተዓፂኻ ምናምን ቤንኻ ምስ ደቂ ዓድኻ ለሎ ወይ ምስቶም ፓኪስታን ዲባንጋ ለሎ ተፀጊዕኻ ቋንቋ ተፈሊጦም ወይ ላብዓኡ ወዲ ዓዲ የራኽበኒ ትብሎ ምናምን ሰበይ ትስእኒ ዋይ ኣብኡ ሰበይ ትስእኒ ማለት እዩ ሃምዚ ልከይ ኾን ልከይ ኾን ክፅሊ እያ ንልዕለይ ኣነ ከዚ ከብደይ ሓቆይፈ እየ ልሓድር ክፅሊ ኣለኹ እየ ማለት እዩ ምክንያቱ ንሕና ስደተኛታት ፍርቂ ፍርቂ ቢያንስ ሓምሳ ፐርሰንት ልንኣክልሲ ሓበሻኛ ኢና ኢትዮጵያዊ ማለት እዩ ኢትዮጵያዊ እዩ ሓምሳ ፐርሰንት ዝኾን ዝበዝሐ ስደተኛ ኢትዮጵያዊ እኒኦ ስዑዲ ዓረብ ማለት እዩ እና ሃምኡ ጌርክም ሃምኡ ጌርክን ኣሕዋተይ መዓረይ ንእሽሸል ነብስክን ክትከላኸላ ኒእክን ብልበለ ጸለ ማለት እዩ ግድን ፎቅ የኾነ ለድሕነና ጸሎት ጸሎት ፈጣሪናትን ዓድና ተዋወት

ሓዊ ሒዙ እኒኦ ግዳጅ ተገዲዱ ይኾን መወፂ እኒኦ ላውዚ ማለት እዩ። ብግዴታ ተገዲዱ መወፂ ይኾን ይኽእል ላውዚ እና ሰብ ክቐትል ምዃኑ ይፈልጥ ኣሎ ማለት እዩ። ግዴታ ሰብ እዩ ክቐትል ይመፅእ ኣሎ ተላኢኹ ግዴታ ኮይኑ እውን በይ ሰብ ሃም ልቐትል ይፈልጥ ኣሎ ማለት እዩ። ብጣዕሚ በቃ ጣዕሳ ጣዕሳ ኢሉ ንበብ ኣሎ ኣብ ገፁ ማለት እዩ። ጣዕሳ ይንበብ ኣሎ ገፁ ሪኢኹሞ ዶ ጣዕሳ ማለት እዩ። ምኽንያቱ ተገዲዶም ፈትዮም የኾኒ ልመፁ ኣለዉ ኣሃምዚ ቦታ ታርጌት ዝተገበረ ቦታ ማለት እዩ ወቓዕ ይበሃል ይወቕዑ እዚኣቶም ከዚ ማለት እዩ እና እሳቶም ውነ የብሎሚ ሓዊ ሒዞም ስለ ልመፁ ኣለዉ ሓውለ ብምንም ነገር ክተጥፍኦ ይትኽእሊ በዓልኻ ኢኻ ነብስኻ ክትከላኸል ትኽእል ማለት እዩ ኣብ ድርጅታት ለለዉ ምናምን ለይምህላይ ለይ ማለት ታርጌት ዝተገበረ ቦታታት ኸዚ ሃምሊ ቆንስላ ልበለ ሃምልና መንግስቲ ቦታታት ልበለ ምናምን ንክኪ ለለዎ ምስ መንግስቲ ምናምን ቀልጢፍካ ገለል ማል እዩ ፅቡቕ ማለት እዩ ቀልጢፍካ ገለል ካብኡ ካብሃም ዓይነት ቦታታት ሲ ገለል ማል ፅቡቕ እዩ ሕማቕ ኣሎ ፅቡቕ ኣሎ ይፍለጥ ማለት እዩ እና ንእሽተይ እዚኣ ክብል እየ መፅየ ምኽሪ ሓውካ ብደብኻ ኣይትፅልእዎ ኣሕዋተይ መዓረይ ብጣዕሚ እየ ልፎትየኩም ያው ላይክ ጎርሌኹም ሳብስክራይብ ጎርሌኹም ቤተሰብ ኩኑ የቕኒሊ ደቂ ዓበይቲ ወይ ምኽሪ ሓውካ ብደብኻ እያ